ሩስያዊ ጸሓፊ ኣንቶኖ ቾከቭ ኣብ ታሪኽ ካብቶም ቀንዲ ዓበይትን ጸሓፍትን ሓጸርቲ ዛንታታትን ድራማትን እዩ ኣብ ዘመነ ህይወቱ ኸኣ 17 ናይ ድራማታት ጽሑፋትን ዳርጋ 600 ዛንታታትን ኣበርከተ ኣንቶኖ ቾከቭ ብ17 ጥሪ ሽሕን ሸሞንተ ሚእትን ስሳን ኣብ ደቡባዊ ክፋል ሩስያ ተወልደ። ኣቦኡ ፓልቭ ኣንግሮቭ ቸኮቭ ካብቶም ዝወለዶም ሽዱሽተ ቆልዑ መበል ሳልሳይ ነበረ። ንእሽቶ ቸኮቭ ምስ ኣሕዋቱ ኣብ ትርፊ ግዜኦም ናይ ስድርኡ ድኳን እንዳሰርሐ ኣብ ናይ ውሽጢ ዓዲ ሎካል ቤት ትምህርቲ ይመሃር ነበረ። ሃይማኖታዊ ኣኽራሪ ዝነበረ ኣቦኡ ዝበዝሕ ግዜ ተሃራራማይ ነበረ። ኣብ ሽሕን ሸሞንተ ሚእትን ሰብዓን ሽዱሽተን ናይ ኣቦኡ ድኳን ስለ ዝጠፈሸት እታ ስድራ ከም ብሓድሽ ሸይላ ንምጅማር ናብ ከተማ መስኮ ተጋዕዘት። ኣብቲ ግዜ እቲ ወዲ ዓሰርተ ሽዱሽተ ዓመት ዝነበረ ቸኮቭ ትምህርቲ ክውድእ ኣብ ዝነበሮ ዓዲ ተረፈ። ብሩህ ዝጨጉሩ፣ ቡናዊ ሕብሪ ዓይኑ፣ ቸኮቭ ነብሱ ዝኸኣለ ኣዘናጋዕን ህርኩትን ሰሓብን መንእሰይ ነበረ። ኣብ ነሓሰ ሽሕን ሸሞንተ ሚእትን ሰብዓን ትሽዓተን ናይ ካልኣይ ደረጃ ትምህርቲ ወዲኡ ናብታ ኣብ መስኮ ዝነበረት ስድርኡ ተጸንበረ። ኣቦኡ ሸቃጣይ፣ ኣዲኡ ኣብ ትርፊ ግዜኣ ናይ ስፌት ክዳን ትሰርሕ ነበረት። ቸኮቭ ብኡ ንብኡ ኣብ መስኮ ዩኒቨርሲቲ ኣብ ዝርከብ ትምህርቲ ቤት ስነ ሕክምና ኣምርሐ። ብ ዓሰርተ ሸሞንተ ሰማንያ ኣርባዕተ ድሕሪ ምምራቑ ከኣ ንስራሕ ናብ ከተማ ቸኮቭ፣ ሩስያ እትርከብ ሕክምና ከደ። እንተኾነ ኣብ ወርሒ ታሕሳስ ናይቲ ዓመት ደም ክጎስዕ ጀመረ፣ ናይ መጀመርያ ምልክት ናይቲ ድሒሩ ጠንቂ ሞቱ ዝኾነት ሕማም ቲቪ። ቸኮቭ ኣብ ሞስኮቭ ዝነበረ ግዜ መጠን ኣታዊ ንምውሳኽ ናብቲ ናይ ባዕሉ ኣንባቢ ዝነበረሉ ናይ ዋዛ መጽሔት ክጽሕፍ ጀመረ። ቀዳማይ ዝሕተመን ዛንታታት ኣብ ወርሒ መጋቢት 1880 ድራጎን ፍላይ ኣብ እትብል መጽሔት ኣሕተመ። ብመንገዲ እዛ መጽሔት ኣቢሉ ኣብቲ ዓመት ንስሙ ብዝመስል ብርዒ ተጠቒሙ ገለ ትሽዓተ ዝኾና ጽሑፋት ኣሕተመ። ኣብ መወዳእታ 1881 ከኣ እታ መጽሔት ክትቅበልዎ ዝኽእሉ ጽሑፋት ኣዳለወ። ካብዚ ሓሊፉ እውን ናቱ ገለ ናይ ክፋላት ህይወቱን ስራሓቱን ኣብታ ስፔክታክለር ዝተሰምየት ሓዳስ ናይ ዋዛ መጽሔት ከሕትሙ በቕዐ። ናይ መጀመርያ መጽሓፉ ኣብ መፋርቕ ሽሕን ሸሞንተ ሚእትን ሰማንያ ኣርባዕተን ተለቂሑ ብገዛእ ርእሱ ዘሕተማ ሽዱሽተ ናይ ዋዛታ ዛንታታት ዝሓዘት ዘ ቴልስ ኦፍ ሜልፕምን እትብል ነበረት። ቀዳማይ ዛንታታት ቸኮቭ ብውሕሉል ክእለት ዘረባን ውዕዉዕ ድሌት ዝመልኦ ብምንባሮም መጻኢኡ ንምግማት ዘሸግር ኣይነበረን። ብኻልእ ሰብ ካብ ዝተሓተማ ቀዳመይቲ መጽሓፍ ናይ ዓሰርተ ሸሞንተ ሰማንያን ሽዱሽተን መጽሓፉ፣ ማት ሊስቶርስ ሓቀኛ ስሙ ሒዛ ናብ ህዝቢ ቀረበት። እታ መጽሓፍ ጽቡቕ ዕዳጋ ረኸበት፣ ቸኮቭ ከኣ ከም ብሓድሽ ከም በዓል ተውህቦ ተፈልጠ። ናይ ሕክምና ልምዱ ብምንቅስቓስ ከኣ ናይ ጽሑፍ ኣድህቦኡ ኣብ ሽሕን ሸሞንተ ሚእትን ሰማንያን ሸውዓተን ነቲ ንጐሊሖም ዝረኣዩ ደረስቲ ጥራይ ዝወሃብ ዝነበረ ስነ-ጽሑፋዊ ምወላ ተመርጸ። ኣብ መወዳእታ ወርሒ ነሓሰ ናይዚ ዓመት እውን እኩባት ሓጸርቲ ዛንታታት ኣሕት ከሀትም በቕዐ። ኣይቫኖቭ ዘርእስታ ቀዳመይቲ ውህድቲ ድራማኡ ኣብ ወርሒ ሕዳር ሽሕን ሸሞንተ ሚእትን ሰማንያን ሸውዓተን ኣብ መስኮ ፈረየት። ኣብ ጽሑፍ ህይወቱ ከም ዘላታ ከቐምጣ ዝደሊ ድሒሩ ከም ዝገለጾ ኣብ ቁምነገር ሓዘል ዕቱብ ልበወለድ ንምትኳር ኣብ ናይ ዋዛ መጽሔታት ምጽሓፍ ኣቋረጸ።

ፍጹም ናይዛ ወቕቲ እዚኣ ዲያሪ ስቶሪ ኣብ ሽሕን ሸሞንተ ሚእትን ሰማንያን ትሽዓተን ክጽሕፈሉ ደረኾ። እዛ መጽሓፍ ኣብ ኣፋፊት ሞት ዝርከብ ሽማግለ ሰብኣይ ብዛዕባ እቲ ዘይጠቅም ኮይኑ ዝተሰምዖ ዝሓለፈ ህይወቱ ዝሓስቦ ሓሳባት እተዘንቱ ነበረት። ሓንቲ ካልእ እኩብ ሓጺር ዛንታ ድሕሪ ምጽሓፉ ከኣ ጭድርት ብመጽሓፉ ብወርሒ መጋቢት ሽሕን ሸሞንተ ሚእትን ሰማንያን ትሽዓተን ተሓትመት። ድሕርዚ፣ ቸኮፍ ንስድርኡ ብናይ ምጽሓፍ ስርሑ ጥራይ ንኸናቢ ከም ዝኽእል ተረድኣ። ቸኮፍ ምስ ዅሉ ዓወታቱ ግን ሓደ ሓደ ፍሽለት ከጋጥሞ ጀመረ። ሓደ ግዜ ዝጸሓፈን ብሓደ ሰብ ዝተሰርሓ ናይ ድራማ ጽሑፋት ብኮመንት ትያትር ሩስያ ተነጽጋ። እዚኣተን ገለ ካብተን በሰላ ዝገደፋሉ ዝሓለፋ ጽሑፍ ፍጻሜታት ነበራ። እንተዀነ በዚ ከይተሰናበደ ኣብ ወርሒ መጋቢት ሽሕን ሸሞንተ ሚእትን ቴስዓን፣ Glue My People ዝሰመያ መጽሓፍ ኣቐልቀለ። ኣብ መወዳእታ ሚያዝያ ሽሕን ትሽዓተ ሚእትን ተስዓን ቸኮቭ ብደሴት ሳይበርያ ዝፍለጥ ናይ ሳካሃሊን ደሴት ተጓዕዘ። ነቲ ደሴት ኣብኡ ንዝርከብ ቤት ማእሰርቲ ብግቡእ ድሕሪ ምጽናዕ ከኣ ቤቱ ተመልሰ። ሳክሃሊም ኣይስላንድ እትብል መጽሓፍ ጸሓፈ። እዛ መጽሓፍ እዚኣ ድሒራ ብተኸታታሊ መልክዕ ተሓትመት። ኣብ ለካቲት ሽሕን ሸሞንተ ሚእትን ተስዓን ክልተን ቸኮቭ ካብ ከተማ ሞስኮ ግልል ኣብ ዝበለ ሞልኮቭ ኣብ ዝተባህለ ቦታ ንመንበሪ ገዛ ዝኸውን ሽዱሽተ ሚእትን ሰብዓን ሓሙሽተን ስኩዌር መሬት ገዝአ። ምስ ስድርኡ ከኣ ኣብኡ ሰፈረ። በዚ መንገዲ ካብ ምውዳእ ዓመታት ሽሕን ሸሞንተ ሚእትን ተስዓን ሰለስተን ጀሚሩ ስድርኡ ብምቾት ክናቢ ጀመረ። ገዝኡ'ውን ኣጋይሽ ዝውሕዝዎ ቦታ ኮይኑ ነበረ። ድሕርዚ ናብ ናይ ድራማ ጽሑፋት ብምትኳር ብህድኣት ክሰርሕ ጀመረ። ጽሑፋቱ ከኣ ኣብ መጽሔታት መስኮን ዝለዓለ ደረጃ ክሕዝ ጀመረ። ቸኮቭ ኣብዚ ግዜ እዚ ህቡብን ዝነኣድ ጸሓፋይ ነበረ። ብቑጽሪ ውሑዳት ዘይኮና ምልኩዓት ተፈተውቲ ተውህቦታት ዘለወን ደቂ ኣንስትዮ መሓዙት ዝነበሮ ቸኮቭ ምስ ሓንቲ ካብኣተን ከኣ እኳ ንመርዓ ክሓቶ ዝኽእል ስምዒት ኣይነበሮን። እንተኾነ ኣብ ዓሰርተ ሸሞንተ ቲስዓን ሸሞንተን ወዲ ሰላሳን ሸሞንተን ዓመት ምስ ኮነ ብጽኑዕ ምስ ሓመመ ምስ ተዋሳኢት ኣልጋኒ ፔርል ተላልዩ ስቱር ዝኾነ ፍቕሪ እውን ጀመረ። ዘሲጋል ዘርእስታ ናይ ድራማ ጽሑፍ ኣብ ቀዳማይ ናይ ምልላይ ምርኢት ኣብ ናይ ሞስኮ ስነ-ጥበባዊ ትያትር መስተንክራዊ ዓወት ኣመዝገበ። ብድሕርዚ እታ ጽሕፍቲ ናይ ትያትር ኣርማ ኮይና ቀጸለት። ዘውድ ዳይሞን ብሓድሽ መልክዕ ንዘይምዕዋት ይቃለሱ። ቸኮቭ ኣብ ዝለዓለ ጥርዚ ህቡብነት ነበረ። መንእሰያት ዝነበረ ጸሓፍቲ ከም ብዓል ኢቫን ትዩኒቲን ብዓይኒ። ዘውድ ዳይሞን ብሓድሽ መልክዕ። ኣንክልቬንያ ብዝብል ኣርእስቲ ብ ሽሕን ትሽዓተ ሚእትን ተስዓን ሸውዓተን ትሪ ሲስተርስ ሲን። ብ ሽሕን ትሽዓተ ሚእትን ሓደን፣ The Cherry Orchard፣ ካብ ሽሕን ትሽዓተ ሚእትን ሰለስተን ክሳብ ሽሕን ትሽዓተ ሚእትን ኣርባዕተን ኩለን ኣብዘን ጽሑፋት እዚኤን ኣብ ዘሎ ሓላፋዊ ሕብረተሰብ ስነስርዓት ዘተኮረ ነበራ። ኣብ ነብሲ ወከፈን ሃፍታም ጉጅለ ወነንቲ መሬት ኣንጻር እቶም ወነንቲ መጻኢ ምዃኖም ዝገለጽሉ መምሃራን፣ ጸሓፍቲ፣ ነጋዶ ዘምጽእዎ ማሕበራዊ ለውጢ ንዘይምዕዋት ይቃለሱ ይብል ነበረ። ቸኮቭ ኣብ ዝለዓለ ጥርዙ ህቡብነት ነበረ። መንእሰያት ዝነበሩ ጸሓፍቲ ከም በዓል ኢቨንትን ሃንዩንን፣ ኢቨን ብዩንንን ሌን ኣድቫርንድን፣ ብናቱ ደገፍ ርእይቱን ዝተሃነጹ ፑሽኪን ፕራይዝ ብዝበቕዑ ጸሓፍቲ ነበሩ። ቸኮቭ ኣብ ዓመተ ሓደ ሽሕን ትሽዓተ ሚእትን ኣባል ናይ ሩስያ ናይ ሳይነስ ኣካዳማይ ንምዃን ዝተመርጸ ቀዳማይ ጸሓፊ ኮነ። ብ ሓደ ሽሕን ትሽዓተ ሚእትን ሓደን ከኣ ምስታ ሰለስተ ዓመታት ተፋቒሩዋ ዝነበረ፣ ኣልጋ ኒፐር ተመርዓወ። ንሱ ጥዕንኡ ከይተመሓይሸ ናብ ያልታ ከይዱ ኣብ ዝነበረሉ ወቕቲ፣ ንሳ ኣብ መስኮ ናይ ምውሳእ ስራሓ ትሰርሕ ነበረት። ኣብዚ ግዜ እዚ ንዝላወጡ ዝነበሩ ደብዳቤታት መርኣያ ዝነበሮም ዓሚቕ ፍቕሪ ምዃኑ ይነግር። ጥዕና ቸኮቭ ኣሰካፊ እናኾነ ኣብ ዝኸደሉ፣ ደኳትሩ ናብ ሕክምና ንኽከይድ መኸርዎ። ኣብ ወርሒ ሰነ ትሽሕን ትሽዓተ ሚእትን ኣርባዕተን ናብ ጀርመን ከተማ። ቤንድ ዋይነር ተበገሰ። ብድሮ ናይቲ ኣብ ኤውሮጳ ምብጋሱ ድማ ኣብ ከተማ ሜክሲኮ ዝርከቦ ፈላጢኡ ጆኮቭ ንጽባሒቱ ኣርሒቑ ክመውት ምዃኑ ኣርሒቐ ክመውት ክኸይድ እየ ደሓን ኩኑ ከም ዝበሎም ይንገር። ብክልተ ሓምለ ሽሕን ትሽዓተ ሚእትን ኣርባዕተን ከኣ ኣብ ሓደ ሆቴል ናይታ ዝኸደላ ጀርመናዊት ከተማ ሞይቱ ተረኽበ። ሬስኡ ድማ ንኽቕበር ናብ ሃገሩ ናብ ሜስኮ ተመልሰ።